ሰላም ወሰናይ ደቂ ሪመይ ኣብ ዝተፈላለየ ኩርናዓት ዓለም ብምዃን መደባት ፍልፍል ቲቪ ትካታተሉ ኩቡራትን ኩቡራንን ከመይ ትኾኑ ከመይ ትኾና ንሎሚ እውን ከምቲ ልሙድ ንዓኹም እዩ በቂዒ ዝበልናዮ ዝተፈላለዩ መደባት ሒዝና መጺና ኣለና ደጊምና ሰናይ ምክትታል ዜና ስፖርት ኣትሌት ዓብደላ ጃብር ሳልሳይ ወፂኡ ኤርትራዊ ኣትሌት ዓብደላ ጃብር ብሰንበት ኣብ ዝተሰላሰለ ውድድር ኣብ ጁንዚንግ ማራቶን ቻይና ሳልሳይ ተርታ ብምሓዝ ውድድሩ ብዓወት ዛዚሙ መልእኽቲ የቐንየልና ካብ ኣዛዚ ምንቅስቓስ ሓርነት ምብራቕ ሱዳን ኢብራሂም ዓብደላ ዱንያ ሓይልታት ምብራቕ ሱዳን መንግስትን ህዝብን ኤርትራ ንዝገበረሎም ካብ ወተሃደራዊ ስልጠና ሎጂስቲክን ከምኡ እውን ተሰዲዱ ንኤርትራ ዝኣተወ ህዝቢ ዝተገብረሉ ኣቀባብላ ልባዊ ምስጋንኦም ይገልጹ ኣለዎ እዛ ኣብዚ ቪድዮ ንዕዘባ ዘለና ምልክዕትን ጽብቕትን ኤርትራዊት ጓል ኣንስተይቲ ተምሃሪት ኮለጅ ዓዲ ቀይሕ ኣብ ዘቤታዊ ቱሪዝም ዝበዝሐ ሰብ ቱሪዝም ወይ ቱሪስት ክበሃል እንከሎ ወጻእተኛ እሞ ድማ ጻዕዳ ሕብሪ ዘለዎ ኤውሮጳዊ ወይ ኣመሪካዊ እዩ ዝቕጀሎ ኣብ ኣእምርኡ። ኮታስ ቱሪዝም ምስ ወጻእተኛታት ዘተኣሳስርዎ ዳርጋ ዝበዝሑ እዮም። ቱሪዝም ግን ኣብ ክልተ እዩ ዝምቀል፣ ግዳማውን ዘቤታውን። ዘቤታዊ ቱሪዝም፣ ዶመስቲክ ቱሪዝም፣ ኣብ ውሽጢ ሃገር ዝግበር ማሕበራዊ ምንቅስቓስ፣ ከም ንግደት፣ ምብጽጻሕ ዒድ፣ ሕጸ፣ መርዓ ወዘተ ማለት እዩ። እዚ ምስ ስድራቤትካን ዓርከ መሓዛን ወይ በይንኻ ናብ ከም በዓል ባጽዕ ኣብ ልሙዕ መሬት ንኡስ ዞባ ዓዲ-ቐይሕ፣ ምዕራባዊ ቆላ ከበሳታት ዝግበር ናይ ምዝንጋዕ መደባት እውን ዘቤታዊ ቱሪዝም እዩ። እዛ ኣብ ማእከል ሃገራ እትነብር ሽኮሪና ኤርትራዊት ሓብትና ከኣ ተማሃሪት ኮለጅ ዓዲ-ቐይሕ ኮይና ኣብ ግዜ ዕረፍታ ኣብ ጫካታት ሰሜናዊ ባሕሪ እያ ቱሪስት ኮይና ትዘናጋዕ ዘላ። እዚ ከኣ ዘቤታዊ ቱሪስት ይበሃል። ስለዚ ደቂ ሪመይ ዘቤታዊ ቱሪስት ኣብ ሃገርና ኣብቲ ልሙዑን ብሉጹን ኣዝዩ ታሪኻዊ ቦታታት ዘቤታዊ ቱሪስት ንኽንገብር፣ ንሃገርና ኤርትራ ከይድና ብዝተፈላለየ መንገድታት ክንረኽቦ ከም እንኽእል ደጊምና ብትሕትና ክንሕብር ንፈቱ ፍትውቱ ፍትውቱ ዝፈትወኪ ሕግብግብ ሕግብግብ ዓይነይ ዝበቀኪ መዓስ ካልእ ኮይኑ እንታይ መሲሉኪ ናተይ ብምዃንኪ ናተይ ኣዝየ ዝሃርፈኪ ሃገረ

ደኣይ ተኸ ጸንሒልናስ ገለ ክንሰምዕ ኢና። ከም ርዱእ ዶ ወሲድናዮ ኣለና ምኽንያቱ ኣዳዕዲዕና ስለ ንፈልጦም። እዚ ኣብ ቪድዮ ንዕዘቦ ዘለና ብጽላኣት ኤርትራዊ መንነትን ህዝቢ ኤርትራን ልኡላውነት ሃገረ ኤርትራን ናጽነት ኤርትራን ዓይኖም ካብ ዝዓወሩ ሓደ እዩ። ምስኪናይ ዓይኑ ብብዝሒ ብናይ ኤርትራዊ ዝበሃል ሕስድና ንሃገረ ኤርትራ ብምሕሳድ እዩ ዓይኑ ቆሊዑ ዓዊሩ ኢሎሞ። እቲ ጸብጻብ ከምኡ እዩ ዘሎ። ንቐጽል ደቂ ሪም፣ ሳክቲዝም ኣባ ሳክሱ። ሓበን ድሓን ክርእየካ እንተ ሓሳዊ ክርእየካ ኢለ ሓናዓኻት ጥዑይ ድዩ እንተ ሰብኣይ ሳክቲዝም ናይ ብሓቂ ሳክት ዎ ወያኒት ባዕላ ተቃሊዓ ኣብ ኢንሳ ኮንካ ናይ እሰያስ ኮምፒተር ንቆጻጸራ ኔርና ባህላዊ ሰምሳሪ ወረዳ ትግራይ ቢንያም ተወልደ።
እዝነይ ድዩ ብሓቂ? እዝነይ ድዩ ብሓቂ? ወለከ ጉዳም! ኮምፒተር ናይ እሰያስ ዋላ ናይ ካልኦት ሓለፍቲ ይቆጻጸርዎ እንተ ነይሮም ደኣ እንታይ ኮይኖም ብኸመይ ደኣ ሻዕብያ ኣብራኾም ሰይሩ ኣእጋሮም ክራቲሙ ኣብ መቐለ ኮፍ ኣቢሉ ኮርምይዎም ዘሎ? ዓቂኖም ከዘይንስነሱ እንዳ ኢንሳ ናይ ኣእምሮ ዕውራት ክንድዚ ዶ ትቁዝም ኢኻ ለትናል ኮኖኤል ቢንያም ተወልደ ኣብ ትሕቲ ብጀነራል ተኽለብርሃን ወልደኣረጋይ ኣባል ኢንሳ ወኪል ድሕነት መርበባት ሓበሬታ ኮይኑ ንንውሕ ዝበለ ኣብ ፌስቡክን መርበብ ኢንተርነትን ናይ ጸለመን ምስይጣንን ጎስጓሳት ካብ ዝገብሩ ዝነበሩ ሓደ እዩ እንተኾነ ግን ድሒሩ ሻዕብያ ኣባብልሓቱ ካብቲ ዝነበሮ ሓዲግ ሰማይ ናብ መሬት ዛዕ ኣቢሉ ድሕሪ ምውዳቕ ከም ኣሳናድኣን ኣካያድን ምንባሩ ናይ ትማል ተዘክሮ ስለዘለዎ ሕጂ እውን ሃለውለው ካብ ምባል ኣይዕረፈን። ምስ ምምጻእ ቆልዓ በሻሻ ነዚ ብስም ሳክቲዝም ዘዳናግር ዝነበረ ወያናይ ኣርባዕተ ዓመት ብጉዳይ ብልሽውና ኣብ ቃሊቲ ቤት ማእሰርቲ ዳጒንዎ ንመቐልኡ ድሕሪ ምጉሓፍ ኣብ ጎዳጉዲ ቆላ ተምቤን ከም ኣንጭዋ ፈቖዶ ጎዳጉዲ ክሕባእ ድሕሪ ምሕላፍ እንሆልኩም ሕጂ ኣብ መቐለ ኣብራኹ ተሓምሺሹ ሓደ ሚልዮን ህዝቢ ለኻኺሙ ከምዚ ንገብር ኔርና ከምዚ ንስርስር ኔርና እኳ በለና ዝጠፈሸ ነጋዳይ ርእስኹም ከ መን ይቆጻጸረልኩም ኔሩ እንዳ ሳክት ማክት

እዚ ኹሉ በላሶ መጨረሽትኡስ ልልቕሶ እዚ ኹሉ ፎቕ ዝገዲፍካዮ ፈረቕረቕ ኾይኑሉ ምሸቱ ዋይ ዋይ ኸመትኩ
ኣስዕብ ኣቢለ እውን ዘቕርበልኩም ደቂ ሪመይ ካብ ሚኒስትሪ ዜና ዝወፀ ትዕዝብቲ ናባኹም ከብል። ትዕዝብቲ ክልሰ ሓሳብ ምዉት ፈረስ ከምቲ ኣብ ምስላ ትግርኛ ዓምዩ ዝሞተ ምራኽ ፈኑ ዝበሃል ኢንግሊዛውያን እውን ክልሰ ሓሳብ ምዉት ፈረስ ዝብልዎ ህቡብ ተምሳሌታዊ ኣምር ኣለዎም። እዚ ኣምር እዚ ብዙሕ ግዜ ምስ ጉዳያት ቁጠባን ውትህድርናን ተኣሳሲሩ ዝለዓል እዩ። መራሕቲ ንዝሞተ ወይ ድማ ዳግማይ ክምለስን ክጽገንን ንዘይክእል ኩነት ገና ከም ህልው ቆጺሮም ብዛዕብኡ ክሓስቡ፣ እስትራተጂ ክቕይሱ፣ ዘየለ ነገር ክዛረቡ እንከለዉ ዝዝውተር እዩ። ወዮ ፈረስ ቀደም መይቱ እንከሎ ሓይሉ ምእንቲ ክብርትዕ መግቢ ክንውስኸሉ ኣለና። ንፉዕ ጋላቢ ክንቆጽረሉ ሓድሽ ሓለንጊ ሓድሽ ጫማ ክዕደገሉ ዝዓይነቱ ሂስትሪያ ዝወረዶ ህዝቢ ኢትዮጵያ ጉዳይ ባሕሪ ቀደም ብታሪኽን ሕግን ከቲያ ተገይርሉ ዝሓለቐ ክንሱ ዕለታዊ ኣብ ሞስኮት ተለቪጅን ማሕበራዊ ሜድያን ብወሎታት ምዉት ፍረስ ክስማዕ ከሪሙን ሓጊዩን ኣብ መባእታዊ ይምህሮ ዝንገር ዛንታ በደላ ጥንታዊ ንግዲ ሂብካ ምቕባል ሎሚ ኣብ ሉኡላዊ ግዝኣት ሃገራት ከምዝሰርሕ ያኢ ንሕና ርስቲ እንዳማትና ክንወርር ኣይበልናን ባሕሪ ሃቡና ካብ ጸጋና ክነካፍሎኩም ኢና ንብል ዘለና ሰባት ኣብ ማረስ ግዝኣት ክሕዙ እንዳሓለሙ ኣብ ኣፍንጫና ዘሎ ባሕሪ እንተሓለምና እንታይ ነውሪ ኣለዎ።
God have mercy upon us
ካልኣይ፣ ብዛዕባ ዋንነት ኣፍደገ ባሕሪ ሓድሽ ሕጊ ከም እተነድፈ ማሕበረሰብ ዓለም ጸገምና ተረዲኡልና ኣሎ። ሓቅኹም ኢኹም፣ ኣመና በዚሕኩም፣ ግድን ባሕሪ ከድልየኩም እዩ ይብለና ኣሎ። እዚ ንዓና ዓቢ ዓወት እዩ፣ ብዛዕባ ቀይሕ ባሕሪ ምዝራብ ነውርነት ኣብቂዑ እዩ። ብመቑሕ ዝቐፈደካ ከም ዘሎ ናይ ቲም ማርሻል ሓረግ፣ ብዘይ ሕንከት ቀዲሕኻ፣ ክንድዚ ንዝኣክል ህዝቢ ተኣሲርና ክንነብር ኣይንኽእልን ኢና፣ ጉዳይ ባሕሪ መዕለቢ እንተዘይገርናሉ ዓቕሉ ዝጸበቦ ህዝቢ ክፍርሽሕ እንከሎ ጎርፊ ኮይኑ ክልክመኩም እዩ። ተመስገን ፈጣሪ ኣፍደገ ባሕሪ ረኺብና ሕልምና ተጋሂዱ ዝብል ዜና ኣበሲርካ ሰባት ኣጫፊርካ ቀለም ከይነቐጸ ይቕሬታ ሸምጉሉና ተጋጊና ኢና ግን ናይ ባሕሪ ሕቶና ሕጂ ውን ናይ ህላወ ሕቶ እዩ።
God have mercy upon us. ንቐፅል ትዕዝብቲ ደቂ ሪመይ ወተሃደራዊ ዓቕምኻ ዓለም ብዓለሙ እንዳፈለጦን እንዳሓፈረሉን ሩሕ ከም ዘለካ ብዓቕሚ ንዘይትዳረጎ ደሓና ጆኹም ኣይትፍርሑ ኣይንወረኩም ኢና ንዘራረብ ኢና ንብል ዘለና ሃኒፅናዮ ዘለና ወተሃደራዊ ዓቕሚ ኣብዚ ዓለም መዳርግቲ የብሉን ግን ኣይትሻቀሉ ንሰላም እምበር ንወራር ኣይኮናን። ንቐጽል ደቂ ሪም ክትግረሙ ኢኹም ሰፊሕ ከባቢታት ሃገር ካብ ቁጽጽር ወጻኢ ኮይኑ ብታና ሃገር እንዳንጸላለወ ነቲ ዝዓበየ ክፋል ሃገር ከም ዘየለ ሓሲብካ ደሓን ቤተ መንግስቲ ክበጽሑ ኣይክእሉን እዮም በዓል እከለዮም ዝሕግዝዎም ዘሎ ጀነራል እከለዩ ብሻዕብያ ተመኺሩ ዘወሃህዶም ዘሎ ወዲ ኣይተኸ ጸንሒልና ስገለ ክንሰምዕ ኢና ኣደራዕ ቁጠባዊ ውድቀት ህዝቢ ባዕሉ እንዳተሓመሎ ረድኤት ተቋሪጹ ኢልካ እንዳጠራዕኻ ቁጠባና ብልዑል ፍጥነት ይሕንበብዩ ዘሎ ዓለም ለኸ ትካላት መጒሰናና እዚ ዘሎ ዝቕባበ ናህሪ ዋጋታትን ምልክት ዕቤትናዩ ቁጠባና በዚ ዝዓቤ ዘሎ ግድን ኣፍ ደገ ባሕሪ ከድልየናዩ እስኻ ታይ ደሊኻ

ብዘይሰምር ባህጊ ህዝቢ ኣራሲንካ ዛዕባ ካብ ውሽጢ ንደገ ንምቕናዕ እኳ እንተነበረ ከቢሩ ዝወሰደ የለን ግብረ መልሲ ህዝቢ ዓሻኹም ድለዩ ኮይኑ ኣሎ ብዘይካ ሒደት ዝተኸፍሉ መጋውሕቲ እቲ ዝበዝሐ ካብኡ ዝዓቢ ጉዳይ ኣለና ኢሉ እዝኒ እኳ ኣይሃቦምን መርኣያ ኣጨናቒ ተነጽሎ ሚኒስትሪ ዜና ናናይ ንህብ ዘይናትና ናይ ንደለን ስጋቦይ ናህናይ ንህብ ዘይናትና ናይ ንደለን ስጋቦይ

ኣስዕብ ኣቢለ እውን ደቂ ሪመይ መራሕቲ ኢትዮጵያ ብዓይኒ ምዕራባውያን። ጋዜጠኛ ኒው ዮርክ ጆሊ ኣንደርሰን ኣብ መስከረም ክልተ ሽሕን ዕስራን ክልተን ቀዳማይ ሚኒስተር ኢትዮጵያ ንሃገሩ የሐድሳ ድዩ ዘሎ የዕንዋ ኣብ ትሕቲ ዝብል ኣርእስቲ ካብ ቀጥታዊ ትዕዝብቱ ዝነቐለ ነዊሕን ግሁዱን ዓንቀጽ ጽሒፉ ነይሩ። ኣብይ ኣሕመድ ንጋዜጠኛ ጆን ሊ ኣንደርሰን ንመሽጎራጉር ቤተ መንግስቲ ኣዲስ ኣበባ፣ በረኻን ጫካን ኢትዮጵያ እንተላይ እቶም ዝተመዝመዙ ኣብ መስርሕ ዝርከቡን፣ ኣብ ለጭለጭቲ ፕሮጀክትታት ከም መሪሕ ጉዕዞ፣ ቱር ጋይድ፣ ኮይኑ ኣዛዊርዎ። ንራእዩለይ ዝዓዪ ምዃኑ ኣብ ውሽጢ ሓሙሽተ ዓመት ዓለም ነዚ ንገብሮ ዘለና እንተዘይመስኪራ ሓሳዊ በለኒ ከም ዝበሎ ይግለጽ። እቲ ጋዜጠኛ ኣብ ጉዕዝኡ ዶክተር ኣብይ ኣቃልቦ ሰባት ክስሕብ ክቱር ድሌት ከም ዘለዎ ክዛረብ እንከሎ ምስኡ ከም ዘለኻ ንምርግጋጽ እትገብሮ ምንቕናቕ ርእሲ ጥራይ እኳ ከም ዘየዕግቦ ምርድኡ ይጠቅስ። ሽልማት ኖቬል ሰላም ክወስድ እንከሎ ካብ ዘስምዖ ዘረባ ቅድሚ ምቅሊት ሰላም ምሕፋስ ዘርኢ ፍቕሪ ሕድገትን ዕርቅን ኣብ ልብን ኣእምሮ ዜጋታትና ክንተክል ኣለና ንዝበሎ ይጠቅስ። እቲ ዝኾነ ግን ኣብ ዘመነ ስልጣኑ ኣብ ኢትዮጵያ ዘርኢ ህውከትን ጽልእን እዩ ዝዝራእን ዝሕፈስን ዘሎ። ህይወት ኢትዮጵያውያን ከም ቆጽሊ ሓጋይ ይረግፍ ኣሎ። እታ ሃገር እውን መሊሳ ክትጥጥዕ ይትረፍ ትሓርር እያ ዘላ። ኣብ መንጎ እቲ ዝበሃልን ክውንነትን ዘሎ ጋግ ሰፊሕ ምዃኑ ጋዜጠኛ ጆን ሊ ኣንደርሰን ክገልጽ እንከሎ፣ ኣብይን ኣነን ንኢትዮጵያ ክንዞራ እንከለና ብዘይካ ብዛዕባ እቲ ኣብታ ሃገር ዘሎ ግጭት ዘይተዛረብናዬ ነገር የለን። ኣብ ውሽጢ እተን ዝዕጅባና መኻይን ኮይኑ ክዛረብ እንከሎ ኲናት ዝብልዎ ከም ዘየለ እዩ ዝመስል ብምባል ይገልጽ። ቀጺሉ እውን ጋዜጠኛ ጆን ሊ ኣንደርሰን ኣብታ ሶማላዊን ሮዲን ፋራሕ ዘጸሓፋ Crabs in a Bucket እትብል መጽሓፍ ጠቒሱ ብዛዕባ ኢትዮጵያ ክትሓስብ እንከለኻ ብዛዕባ ሓደ ናይ ዕንወት ስፍራ ሕሰብ። ሓደ መራሒ ዝሃነጾ እቲ ካልእ ከፍርሶ፣ ቆርበት ኢትዮጵያውያን ብተደጋጋሚ ተላሕጺጹ እዩ። መራሕቲ ኢትዮጵያ ንዜጋታቶምን ዓለምን ብምውንዋንን ምሕባልን ዝተፈልጡ እዮም። ግጭት ብኸመይ ይፍታሕ ደኣ ኣይትበሎም እምበር፣ ንኹናት ዝወስድ ግጭት ብኸመይ ከም ዝጅምር ይፈልጡ እዮም ንዝብል ሓሳብ ኣስፊርዎ ይርከብ። ኣብ ዝርርቦም ንቐልቢ ኣመሪካውያን ክሰልብ ኣብ ልዕሊ ኣመሪካ ዘለዎ ፍቕርን ተምሳጥን ንጋዜጠኛ ጆን ሊ ገሊጽሉ እዩ። ኢትዮጵያ ንመሓዙታ ክሳብ ክንደይ ጠቓሚት ምዃና ንኸእምን፣ ኢትዮጵያ ብውክልና ንኲናት መሓዙታ ክትዋጋእ ትኽእል እያ ብምባል ብዘይ ዓይኒ ሕፍረት ነገሮ። ምዕራባውያን ንደቆም ናብ ዓውደ ውግእ ክሰዱ ቅሩባት ከም ዘይኮኑ ከም ዝርዳእ ኢትዮጵያውያን ሓላላት ተዋገእቲ ምዃኖም እውን ከይሓነኸ ተጃሂሩ። ጆን ሊ ወሲኹ፣ ዶክተር ኣቢይ ኣመሪካውያን ገጽ ስለ ዘይሃብዎ ግሁይ እዩ። ብሄሊኮፕተር እንዳተጓዓዝና እንከለና፣ ኣመሪካ ጽብቕቲ ሃገር እያ። ኣመሪካውያን ንፉዓት እዮም። ነታ ሃገር ምናልባት ልዕሊ ኣመሪካውያን ይፈልጣ እየ። ኣብ ውግእ ዒራቕ ከም ናይ ስለያ መኮነን ኮይነ ምስ ኣመሪካውያን ተዋጊኤ እየ። ኣብ ሱዳን፣ የመን፣ ሶማል ኮይነ ንትካላት ስለያ ኣመሪካ ሓበሬታ ዝህብ ዝነበርኩ ኣነ እየ። ይፈልጡኒ እዮም። ንኣመሪካ ክዋግኣላን ክሞተላን እየ ከም ዝበሎ ኣብቲ ዓንቀጽ ሰፊሩ ይርከብ። ብኣንጻሩ ኣብታ ሃገር ዘሎ ሕሰም መራሕቲ ኢትዮጵያ ጌና ኣብ ልዕሊ ህዝቢ ቦታ ከም ዘለዎም ርእሰ ምትእምማንን ስልጣን ክሓድግ እንከሎ ሚልዮናት ኢትዮጵያውያን ከም ዝበኽዩ ሚእቲ ካብ ሚእቲ ርግጸኛ እየ ክብል ንጋዜጠኛ ጆን ሊ ኣንደርሰን ገሊጹሉ። ካልእ ኣብ ዩኒቨርሲቲ ኦክስፎርድ መምህር ስነ ቁጠባን ንነዊሕ ዓመታት ኣማኻሪ መንግስቲ ኢትዮጵያን ዝነበረ ስቴፋን ዴርኮን ብከምዚ ዝስዕብ ይገልጾ ንነብሱ ልዕሊ ኩሉ ሰቂሉ ከም ህቡብ መራሒ ከቕርባ እዩ ዝፈቱ እንተኾነ ግን ንጹር ራእይ የብሉን ውጽኢት ወንጌል ብልጽግና ብምዃኑ እምነቱን ኣተሓሳስብኡን ብእኡ ዝተጸልወ እዩ ኣብ ኣብለጭለጭቲ ፕሮጀክትታት ዘፍትወሉ እውን ብኸምኡ እዩ ይብል። እዚ ቀሊል ዝመስል ግን ከኣ ንስብእናን ኣተሓሳስባን መራሕቲ ብልጽግና ዝገልጽ ክብ ኢሉ ዝተጠቕሰ ኣብነታት፣ መሰረታዊ ግድላት ህዝቢ ኢትዮጵያ ክሒዱ ብተዋስኦ ህዝቢ ከደናግር ነብሱ ዝጥብር ዘሎ መንግስቲ፣ ብደም መንእሰያት ኢትዮጵያ ንረብሓ ካልኦት ክዕሰብ እውን ድሕር ዘይብል ምዃኑ ኣብ ጨረታ ምውራዱን ዘግሃደ እዩ። ER Media።

ካብዚ ቀጺለ እውን ደቂ ሪመይ ዝተፈላለየ ዛዕባታት ተላዒሉ ኣሎ። ኣብዚ ዝሓለፈ መዓልታት ከም ዝተዓዘብናዮ ክቡር ስነ ጥበበኛ ደራስን ዳይሬክተርን ኣወል ስዒድ ንዘዘርግሓ ሓዳስ ፕሮስ እትምልከት ዝተፈላለየ ዛዕባ ተዋሂቡሉ ኣሎ። ከምቲ ዝተዓዘብናዮ ደቂ ሪመይ ሕጂ እውን ካብቲ ተዋሂቡ ዘሎ ግብረ መልሲ ናባኹም ከብል ደጊመ ሰናይ ምክትታል። መስርሕ ምምጻእ ነጻነት ኣብ ኣፍሪቃ፣ ዋላ እኳ ክልተ መገድታት እንተተኸተለ፣ ሰለማውን ጎነጻውን ማለት እዩ፣ ዳርጋ ዝበዝሓ ግዝኣታት ግን ምስ ገዛእተን ብምውዓዓል ብሰለማዊ መገዲ እየን ናጽነተን ተዋሂበን፣ ተተኹይብለን ንበሎ። ከም ኤርትራ ዝኣመሰላ ሃገራት ግና ነቲ ብረብሓታት ምዕራብ እተሰናኸለ ሉዓላዊ መሰል ሃገር ምዃን ብመሪርን ነዊሕን ቃልሲ'የን ተጎናጺፈንኦ። ወዲ ሓወቦይ! ብ ሽሕን ትሽዓተ ሚእትን ሰላሳን ሰለስተን ኣብ ሞንተቪድዮ ርእሲ ከተማ ሃገረ ዩራጓይ ኣብ ዝተኻየደ ንትርጉም፣ መሰልን ጉቡእን ሃገር ዝገልጽ ኣህጉራዊ ሕጊ ምርኩስ ብምግባር ዝተኻየደ ዋዕላ ንወከስ ዓንቀጻት ሓደ፣ ሰለስተ፣ ሓሙሽተ፣ ሽዱሽተ፣ ሸሞንተ፣ ትሽዓተ ናይ ዋዕላ ሞንተቪድዮ ከም ዘነጽሮ፣ ሃገር ከም ዝለዓለ ጥርዚ ውዳበ፣ ፖለቲካል ዩኒት፣ ኣብ ኣህጉራዊ መድረኽ፣ ኢንተርናሽናል ኣሬና፣ ብምውሳድ ኣርባዕተ ዓንድታት ዘካተተ ፖለቲካዊ ኣሃዱ ምዃኑ ይሕብር። እቶም ኣርባዕተ ዓንድታት ሃገር ፎር ፒላርስ ኦፍ ስቴት ድማ ንርኣይ ሓደ ፍሉጥ መሬታዊ ግዝኣት ዲፋይንድ ቴሪቶሪ ክልተ ቀዋሚ ሕብረተሰብ ወይ ህዝቢ ፐርማነንት ፖፕሌሽን ሰለስተ ፍሉጥ መንግስቲ ጋቨርንመንት ኣርባዕተ ወግዓዊ ኣፍልጦ ካብ ማሕበረሰብ ዓለም ሪኮግኒሽን ኦር ሌጂትማሲ ኤርትራ ከም ሃገር ብመንፅር ዋዕላ ሞንተቪዲዮ ኣህጉራዊ ሕገን ድማ ንርኣይ እዚኣ ብኣብነት ከረዳእኩም ሃገር ክትህሉ እንተኾይና ዘድልዩ ኣርባዕተ ነጥብታት እንዲና ንብል ዘለና። ፈለማ መሬት ክህሉ ኣለዎ። ኣብኡ ዝነብሩን ዝቕመጡን ሕብረተሰብ ድማ ክህሉ ኣለዎ። ነዚ መሬትን ነዚ ሕብረተሰብን ዘመሓድር ፍሉጥ መንግስቲ ድማ ክህሉ ኣለዎ። ነዞም ሰለስተ፣ መሬት፣ ህዝቢ መንግስቲ ድማ ወግዓዊ ኣፍልጦ ኻብ ኩሉ ዓለም ይህልዎም እሞ ሽዑ ባንዴርኦም እገብሩ፣ ፓስፖርቶም እገብሩ፣ ታሴርኦም እገብሩ፣ መንነቶም እገብሩ፣ ብኣየር እንቀሳቐሱ፣ ይጌሹ፣ ይመጹ፣ ይልውጡ ማለት እዩ። እዚ እዩ እቲ ፎር ፒላርስ ኦፍ ስቴት ዝበሃል። ንቐጽል። ኤርትራ ከም ሃገር ብመንጽር ዋዕላ ሞንተቪድዮን ኣህጉራዊ ሕግን ድማ ንረኣይ። ፍሉጥ መሬታዊ ግዝኣት ምስ እንብል ካብተን ኣብ ኣፍሪቃ ዝነጸረ መሬታዊ ግዝኣት ወይ ዶባት ዘለዎን ሃገራት ኤርትራ ኣብ ቅድሚት ትስራዕ። እዚ ሎሚ ዘሎ ፍሉጥ መሬታዊ ግዝኣት ሃገርና ብመሰረት መግዛእታዊ ውዕላት ድተሳእለ እዩ። ኣህጉራዊ ስምምዓት ማእከል ብምግባር መሬታዊ ሓድነት ኤርትራ ምስ ንጉስ ምኒሊክ ናይ ኢትዮጵያ ኣብ ዝተገብረ ስምምዕ ውጫለ ጉንበት ክልተ ሽሕን ሸሞንተ ሚእትን ሰማንያን ትሽዓተን፣ ውዕል ኣዲስ ኣበባን ሽሕን ሸሞንተ ሚእትን ቴስዓን ሽዱሽተን ከምኡውን

ነቲ ብረብሓታት ምዕራብ እተሰናኸለ ሉዓላዊ መሰል ሃገር ምዃን ብመሪርን ነዊሕን ቃልሲ'የን ተጎናጺፈንኦ። ወዲ ሓወቦይ ብሽሕን ትሽዓተ ሚእትን ሰላሳን ሰለስተን ኣብ ሞንተቪድዮ ርእሲ ከተማ ሃገረ ዩራጓይ ኣብ ዝተኻየደ ንትርጉም መሰልን ግቡእን ሃገር ዝገልጽ ኣህጉራዊ ሕጊ ምርኩስ ብምግባር ዝተኻየደ ዋዕላ ንወከስ ዓንቀጻት ሓደ ሰለስተ ሓሙሽተ ሽዱሽተ ሸሞንተ ትሽዓተ ናይ ዋዕላ ሞንተቪድዮ ከም ዘነጽሮ ሃገር ከም ዝለዓለ ጥርዚ ውዳበ ፖለቲካል ዩኒት ኣብ ኣህጉራዊ መድረኽ ኢንተርናሽናል ኣሬና ብምውሳድ ኣርባዕተ ዓንድታት ዘካተተ ፖለቲካዊ ኣሃዱ ምዃኑ ይሕብር። እቶም ኣርባዕተ ዓንድታት ሃገር፣ Four Pillars of State፣ ድማ ንረኣይ፣ ሓደ። ፍሉጥ መሬታዊ ግዝኣት፣ Defined Territory፣ ክልተ። ቀዋሚ ሕብረተሰብ ወይ ህዝቢ፣ Permanent Population፣ ሰለስተ። ፍሉጥ መንግስቲ፣ Government፣ ኣርባዕተ፣ ወግዓዊ ኣፍልጦ ካብ ማሕበረሰብ ዓለም፣ Recognition or Legitimacy፣ ኤርትራ ከም ሃገር ብመንጽር ዋዕላ ሞንተቪድዮ ኣህጉራዊ ሕግን ድማ ንረይ። እዚኣ ብኣብነት ከረድኣኩም፣ ሃገር ክትህሉ እንተኾይና ዘድልዩ ኣርባዕተ ነጥብታት እንዲና ንብል ዘለና፣ ፈለማ መሬት ክህሉ ኣለዎ፣ ኣብኡ ዝነብሩን ዝቕመጡን ሕብረተሰብ ድማ ክህሉ ኣለዎ፣ ነዚ መሬትን ነዚ ሕብረተሰብን ዘመሓድር ፍሉጥ መንግስቲ ድማ ክህሉ ኣለዎ። ነዞም ሰለስተ፣ መሬት፣ ህዝቢ፣ መንግስቲ፣ ድማ ወግዓዊ ኣፍልጦ ካብ ኩሉ ዓለም ይህልዎም እሞ ሽዑ ባንዴርኦም እገብሩ፣ ፓስፖርቶም እገብሩ፣ ታሴርኦም እገብሩ፣ መንነቶም እገብሩ፣ ብኣየር እንቀሳቐሱ፣ ይጌሹ፣ ይመጹ፣ ይልውጡ ማለት እዩ። እዚ እዩ እቲ ፎር ፒላርስ ኦፍ ስቴት ዝበሃል። ንቐጽል፣ ኤርትራ ከም ሃገር ብመንጽር ዋዕላ ሞንተቪድዮን ኣህጉራዊ ሕገን ድማ ንረይ። ፍሉጥ መሬታዊ ግዝኣት ምስ እንብል፣ ካብተን ኣብ ኣፍሪቃ ዝነጸረ መሬታዊ ግዝኣት ወይ ዶባት ዘለወን ሃገራት ኤርትራ ኣብ ቅድሚት ትስራዕ። እዚ ሎሚ ዘሎ ፍሉጥ መሬታዊ ግዝኣት ሃገርና ብመሰረት መግዛእታዊ ውዕላት ድተሳእለ እዩ። ኣህጉራዊ ስምምዓት ማእከል ብምግባር መሬታዊ ሓድነት ኤርትራ ምስ ንጉስ ምኒሊክ ናይ ኢትዮጵያ ኣብ ዝተገብረ ስምምዕ ውጫለ ጉንበት ክልተ ሽሕን ሸሞንተ ሚእትን ሰማንያን ትሽዓተን፣ ውዕል ኣዲስ ኣበባ ን ሽሕን ሸሞንተ ሚእትን ቴስዓን ሽዱሽተን፣ ከምኡውን ምስ እንግሊዝን ፈረንሳን ድማ እቲ ንኤርትራ ምስ ሱዳንን ጅቡትን ዘዳውብ ቦታታት ማለት እዩ፣ ካብ ሽሕን ሸሞንተ ሚእትን ቴስዓን ሸሞንተን ሽሕን ትሽዓተ ሚእትን ሸሞንተን እዩ ተሓንጺጹ። ፖለቲካ ብኸምኡ እዩ ዝኸይድ። ንሕና ቆልዑ ኣይኮናን። ንዓና ኣብ መሳኹቲ ተለቪጅን ህ ህዝብና ከነቀራርብ ሓላፍነት ኣለና። ወል ብድሕሪት መወልቲ እንተዘይብልና ማለት እየ። ኣብ ተጋሩ ኹኑ ኣምሓራ እዚ ናይ ቆልዑ ዘረባ ንሓድሕድና ምትፍናንን ሓዲግና ብሓደ ኮይንና ንምክተሉ ኣጋጣሚ ተፈጢሩ ኣሎ። ኣብ ቃልሲ ኔርና ነንሃገርና ክንድግፍ ድማ ከም ኩሉ ተቃላሳይ ንበኣስ ንጸራረፍ ኔርና ንኸውን። ጉዳይ ሃህ ሃገርና ኣንፈት ቀይሩ ናይ ሓባር ጸላእ እንተመጺኡና ድማ ጉዳያትና ወንዚፍና መርገጺታትና ጸጊና ራዳራትና ጠዊና ሓቢርና ንቃለስ። ፖለቲካ ብኸምኡ እዩ ዝኸይድ። ንሕና ቆልዑ ኣይኮናን። ንዓና ኣብ መሳኹቲ ቴሌቪጅን ሀ ህዝብና ከነቀራርብ ሓላፍነት ኣለና። ወል ብድሕሪት መወልቲ እንተዘይብልና ማለት እዩ። ተጋሩ ኩኑ ኣምሓራ እዚ ናይ ቆልዑ ዘረባ ንሓድሕድና ምትፍናንን ሓዲግና ብሓደ ኮይንና ንምክተሉ ኣጋጣሚ ተፈጢሩ ኣሎ። ኣብ ቃልሲ ኔርና ነና ሃገርና ክንድግፍ ድማ ከም ኩሉ ተቃላሳይ ንባኣስ ንጸራረፍ ኔርና ንኸውን ጉዳይ ሃህ ሃገርና ኣንፈት ቀይሩ ናይ ሓባር ጸላእ እንተ መጺኡና ድማ ጉዳያትና ወንዚፍና መርገጺታትና ጸጊና ራዳራትና ጠዊና ሓቢርና ንቃለስ ፖለቲካ ብኸምኡ እዩ ዝኸይድ ንሕና ቆልዑ ኣይኮናን ንዓና ኣብ መሳኹቲ ቴሌቪዥን ሀ ህዝብና ከነቀራርብ ሓላፍነት ኣለና ወል
ቴንኪው እዚኣ ቤስት ዝኾነት መልእኽቲ እያ ንኹላትኩም ተኸታተልቲ መደበይ ሓሳብ ኣቐምጡላ ኩላትኩም ከዓ ክትነቕሑ ብፍላይ ኤርትራውያን ኣሕዋተይ ኤርትራውያን ተጋሩ ኣምሓሩ ኣብዚ እዋን እዚ መፂና ዘሎ ሓደጋ ቀሊል ጌርኩም ኣይትርኣይዎ ኦሮሞማ ዝብል ኣተሓሳስባ እዩ ኦሮሞማ ዝበሃል መንግስቲ ቀርኒ ኣፍሪቃ ክቆፃፀር ኢሎም እዮም ዝሓልሙ ዘለዉ እዚ ፕሮፌሰራት እውን ተዛረብሉ ፕሮፌሰራት ዝተዋስእዎ ታሪኽ እየ ዝነግረኩም ዘሎ ምስ ኣወል ስዒድ ኣብዚ ሚእቲ ካብ ሚእቲ እየ ዝሰማማ ኣወል ስዒድ ቀዲመ እውን ዝብሎ ዝነበርኩ ዘረባ እዩ ስለዚ ብፍላይ ፖለቲካውያን ኩኑ ተራ ሕብረተሰብ ኩኑ ኤርትራውያን ኣንጻር ኣምሓራይን ትግራዋይን ዝኸይድ ፖለቲካ ኣይድልየናን እዩ ሕጂ ኣፅብብዎ ኩሉ ግዜ ተደፊንካ ኣይንበርን እዩ እቶም ትፀቡ ዘለኹም ግፍሕ ኢልኩም ረኣይዎ ኣስፊሕኩም ረኣይዎ ኣብዚ እዋን እዚ ፀላእቲ ኮናን ከነብዝሕ ዘለና ሓደ ፀላኢና ከነቐምጥ ዘለና ኣብቲ ኢትዮጵያ ዝበሃል ቦታ እቲ ሓደ ፀላኢ ከዓ ኣተኲርና ምስቶም ንዓና ዝመስሉ ሰሜን ዝርከቡ ሕብረተሰብ ኮይና ክንምክት ሓላፍነት ኣለና እንተኽኢልና ነምሓራይ ንትግራዋይ ነቃራርቦም ፖለቲካ ረብሓ እዩ ነቃራርቦም ሽግሮም ይፍትሑ ጸገሞም ይፍትሑ ንሕና ኤርትራውያን ኣብ ኢትዮጵያ ዘሎ መንግስቲ ኣብያ ኣሕመድ ናይ ብልጽግና ሓይሊ ኦሮሞማ ብጀካ ኦሮሞ ኣብ ቀርኒ ኣፍሪቃ ኣይነግስን እዩ ኩናት ኣብ መንጎ ኤርትራን ኣብ መንጎ ተጋሩን ኣብ መንጎ ኣምሓራይን እታ ኩዕሾ ደርብየያ እየ ኢሉ ዝኣምን ኦሮሞማ ዝብል ኣተሓሳስባ ከነለልዮ ኣለና። ገለገለ ኣለኹም ዘይተስተውዕልሉ ነዚ ስምዒታውያን ሰባት ምስ ተጋሩ ምግጫው ኣየድልየካን እዩ ሕጂ ትግራዋይ ከዓ ምስ ኤርትራዊ ምግጫው ኣየድልየካን እዩ ኣምሓራይ ከዓ ምስ ኤርትራዊ ምግጫው ኣየድልየካን እዩ ተጋሩ ከዓ ምስ ኣምሓሩ ምግጫው ኣየድልየኩምን እዩ ኣምሓሩ ከዓ ምስ ትግራዋይ ምግጫው ኣየድልየኩምን እዩ እታ ኩዕሶ ኣብ መንጎ እዞም ሰሜን ዝበሃሉ ሕብረተሰብ ሃይማኖ ኦርቶዶክስ ሃይማኖት ኦርቶዶክስ ዝዕብልሎም ሕብረተሰብ ከባልዖም ኣለኒ ኢሉ ዝሰርሕ ዘሎ ኣብዪ ኣሕመድ ከይትደናገሩ ሲ ፖለቲካ እዩ ረቂቕ ፖለቲካ እዩ ነዚ ኩላትኩም ንቕሑ ኩላትኩም ከዓ ኮመንት ፀሓፉለይ ነዚ ኣወል ኢልዎ ዘሎ ሚእቲ ብሚእቲ እየ ዘስምረሉ ሚእቲ ኣብ ሚእቲ ዘየገድስ ኣነ ይቃወም ይደግፍ ናተይ መሰል እዩ ኣወል ዝብሎ ዘሎ ግን ጨንቶ ኢለዮ ኣለኹ

ኣስተያየታችሁ ጻፉልኝ። ኤርትራዊ፣ ትግራዋይ፣ አማራ ወደፊት። ከኤሪ 24 ሚዲያ በጣም አመሰግናለሁ። ደህና ዋሉ። ደቂ ሪመይ እዚ ቪድዮ ክንዕዘቦ ከም ዝጸናሕና ብዝያዳ እውን ኣብ ፍልፍል ቲቪ ቱ ነዚ መደብ እዚ ዝምልከት ብስፍሕ ዝበለ መደብ ገሊጽናዮ ስለ ዘለና ኣብኡ ከድኩም ክትከታተሉ ሳብስክራይብ ክትገብሩ እውን ደጊመ ብትሕትና ይዕድም ኣስዕብ ኣቢለ እውን ክቡራት ደቂ ሪመይ ዘቕርበልኩም መደብ ክቡር ስነጥበበኛ ድምጻዊ ፍጹም በራኺ ዘቕረባ ወይ ከኣ ዝገለጽ ኣገላልጻ ኣዝያ ዝመሰጠትኒ መደብ እያ እሞ እታ መደብ ናባኹም ከብላ እየ ሓቢርና ንከታተል። ጥልያኒ በሎ ዋላ እንግሊዝ በሎ ብዘየገድስ ፈትዮም ከይፈተው እዮም ክብልዎ ኤርትራ እንተኢሎሞ እውን እምበር እሶም ካልእ ሕልሞም ነይሩ እንተ ደኣ ተባሂሉ ከዓ ብዘየገድስ ንሕና ሃገር ኮይና ኣለና ከም ሰብና እቲ ማፃፅኣ ከዓ ገዲዱ ዘምፃና ገዲዱ ሃገር ዘቆመና የለን ነቲ ሰውራ ንክብገስ ገዲዱ ንዓ ንስኻ ውጻእ ንዓ ንስኻ ውጻእ ዝበሎ የለን። እቲ ኤርትራዊ ብስምዒት ወጽዩ ብጂኦግራፋዊ ቅርጺ ጥራይ ኣይኮነን ሃገር ዝበሃል
ንኣብነት ኣብ ኤርትራ ተርእናዮሲ ብተደጋጋሚ ዝሰምዖ ዓናዊ ዘረባ ጥቕሚ እውን ዘይብሉ እዚ ናይ መግዛእቲ ሃገር እያ ጥልያን እዩ ገለገለ ዝብል ብዙሕ ግዜ ስለ ዝዛረበሉ ከም ኣብነት እንተ ጠቒስናዮ ኣብ ኤርትራ ቅድሚ ሃገር ምዃና ቅድሚ ወላ ሓደ ሃገር ምዃና ሲ ዝፀውዖም ሕብረተሰብ ንዑ ሃገር ክትኮኑ ኣለኩም ኢሉ ዝወሰነሎም ዝወሰነሎም ሓይሊ ይነበረን ኣይነበረን እኳ ደኣ ፋሕ ከብሎም ዝፍትን ሓይሊ እዩ ነይሩ ንኣብነት ድሕሪ ፌደሬሽን ብዙሕ ብዙሕ ቅድሚ ፈደሬሽን ብዙሕ ኣረኣእያታት ነይሩ ብእንግሊዝ ዝመፀ ክትግበር ድዩ ዘይክትግበር ኣብ ሕቶ ዝኾኖ ገማሚዑ ከልግሳ እቲ ናይ ባርካ ዘሎ እስላማዊ ወገን ናብ ሱዳን እቲ ከዓ ናብ ኢትዮጵያ ዓይነት እዚ ብመፅናዕቲ ክኸውን ኣይክእልኒ ኢሎም ስለ ዝኣመኑ እዮም ዘይገበርዎ ተዘይኮይኑ ከምኡ ዓይነት ስምዒት እንተትነብር ሕጂ እዚ ሕጂ ዝብልዎ ዘለዉ ስምዒት ንሕና ሓደ ህዝቢ ኢና ምስ ትግራይ ተጋሩ ኢና ዝበሃል እዚ ስምዒት እዚ እንተትነብር ዘይከውን እኳ ደኣ እኳ ደኣ እቶም ኣብቲ ግዜ እቲ ኣንድነት ሕብረት ምስ ኢትዮጵያ ዝብሉ ዝነበሩ ምስ ሃይለ ስላሴ እዮም ሃይለ ስላሴ ብሓንጎሎም ነይሩ እምበር እቲ ወይ ከዓ እቲ ክርስቲያናዊ ስምዒት ዳ እዩ እምበር ነይሩ ትግራይ ድብል ቋንቋ ኣይነበረን ሽዑ ወላ ሓደ ከምኡ ዝበሃል ኣንድነት ምስ ኢትዮጵያ ኣምሓራ በሎ እቲ ጎጃም በሎ ገዛኢ ዝነበረ ኣምሓራ እዩ እያ እያ እሱ ግን ነይሩ እቲ ኣንድነት ክብሉ ከለዉ ሲ እሱ እዩ ነይሩ እቲ ስምዒት ግን እቲ ስምዒት እቲ ኣንድነት ዝብል ስምዒት ብብዝሒ እንተ ትነብር ነይሩ እንታይ እንታይ ምስዓረ ግን ንክስዕርሲ እንታይ ፀጋታት ነይርዎ ኢልካ ገምግም ብኣብይ ሃይለስላሰ ኣሎ መዓት ፖለቲካዊ ስራሕ ሰርሕ ነይሩ ብፀቕጥን ብፖለቲካዊ ኣካይዳን ብፀቕጢ በቲ ሓደ ኣነ ክሳብ ሕጂ ሰላም ኮይኑ ምስ ኢትዮጵያ ምስ በሉኒ ንዓይ ግብራዊ ኮነን እየ ዝብል ነይረ ንምንታይ ምስ ሰባት ክዕልል ከለኹ ግብራዊ ኮነን ምክንያቱ ሰላምሲ ናይ ትማሊ ታሪክ ኢኖ ኣብ ኢትዮጵያ መራሕቲ ኢትዮጵያ ኣብ ኤርትራ ዝፈጸምዎ ገበን ናይ ትማሊ እዩ ወላ ሓደ ነዚ ይቕረ ዝሓተተሉ መርሓ ኣይነበረን ኦኬ ግን ደሓነይ ሰላም ክቕድም ስለ ዘለዎ ሲ እቲ ሰላም ኣርባሕቲ ኮይኑ ጸገም ኣይምነበሮን ናብቲ ግን ክመልሰካ ናብዚ ሃገራዊ ስምዒት ሲ ካበይ እዩ ተፈጢሩ እቲ ናይ ኤርትራ ብፍላይ ንጹር ክኾነሉ ነዚ መንእሰይሲ ካብ ሓሸውየ ከልግስ ምእንቲ ነዚ ንእሽተይ ዕድል ሂቡ ክግምግሞ ብታሪኽ ናይ ትማሊ ታሪኽ እዩ ኣርባዓታት ሓምሳታት ሱሳታት ክንብል ከለና ናይ ትማሊ እዩ ከም ታሪኽ ናይ ርሑቕ ኣይኮነን። ኣብዚ እዋን እዚሲ ኤርትራ ትበሃል ቀዋሚት ሃገርሲ ኣይነበረትን፣ ሕጋዊት ሃገር ዝተመዝገበት ሃገርሲ ኣይነበረትን ክትህሉ ዝገበራ መጻኢ ዕድል ኣማጻጽኣ ናይቲ ሕብረተሰብ ማሲ ባርኩኡ እቲ እቲ ኩሉ እቲ ኣብ ኤርትራ ዘሎ ሕጂ ሕብረተሰብ እሱሲ ጠጠው ኢሉ እዩ ኤርትራ ንክትቀውም ኣቑምዋ እምበር ኣብቲ እዋንቲ ብናይ ሃይለ ስላሰ ሓገዝ ብናይ ኣሜሪካን ዓዲ እንግሊዝን ሓገዝ እቲ ኣንድነት ድብል ሓሳብ ንክሰምር ብዙሕ ተፃዒሩሉ እዩ እቲ ኤርትራዊ ግን ጠጠው ኢሉ ጠጠው ኢሉ ክሳብ ሰውራ ጀሚሩ ማለት እዩ ሕጂ ኦ ናይ መግዛእቲ ሃገር እያ ገለ ዝበሃል እዚ እዚ መንእሰይ ክታለለሉ ይብሉን የብሉን ንምንታይ እንታይ እዩ ከቲ ናበይ ክበፅሕ እዩ ብሩህ ነገር እዩ ናይ ትማሊ ታሪኽ እዩ ኤርትራ ከም ኤርትራ ንክትህሉ ናይቲ ሕብረተሰብ ኣማጻጽኣ ናይ ምስልምናን ክርስትናን ባእሲ ብዙሕ ፍተን ነይሩ ኣብ እቲ ኣርባዓታት መንጎ ሓምሳታት ብዙሕ ፍተን ነይሩ ዋላ እኳ ገለ ቆለጭ እንተበለ ብብዙሕ ድፍኢት ናይ እቲ ናይ ኣንድነት ሓሳብ ዝነበረ ግን ኣብ ግብሪ ይነበረን ኣብ መወዳእታ ግን ካብዛ ፕሮስ ኣዝያ ዝመሰጠትንን መመሊሰ ሰሚዐያ ክመንዋ ዘይከኣልኩን ዘለኹ ክጋብዘኩም ዶ ምስ ኣልኣቢኒ ድማ ኢሉ ተጋሩ ይገጠሙንን እዩ ዝብል ዘሎ ዝግ ጥራይ ዝግ እምበር ደብረጼን እኮ ዝጸንሓና ውግእን ፖለቲካዊ ፍልልይን ኣብ ቦትኡ ኮይኑ እንተወሓደ እኮ ተጋዳላይ ኣብ መንጎ መትከልን ልኽበጣን ዘሎ ፍልልይ ኣጥዕዩ ዝፈልጥ ተጋዳላይ እዩ ደብረጼን ድሓን ንሰብ ፕሮፓጋንዳ ግን ኣነ ንኹሎም መሕቢረ ብስእሊ ክምልሰሎም እንተኾይነ ሓዙ ምስ ዝኾና ጥሪት ምስ ኣድጊ ምስ ብዕራይ ኣብ ዝኾነ ደንበ ክትሰኣል ትኽእል ኢኻ እዚ ዜና ኣይኮነን ምስ ኣንበሳ ክትሰኣል ግን ዜና እዩ ኣብ ዱር ክትኣቱ ኣለካ ሽዑ ፎቶ ትለዓል እሞ ጅግና ከኣ ትበሃሉ ወዲ ሓወቦይ እመኑኒ እዛ ስእሊ ክንደይ ኣዋርሕ ማሕበራዊ መራኸቢ ከም ትቆጻጸር ኣስተብህሉ ኢኹም እዚ ዜና ይበሃል ቡም እዚ ዓንዲ ሕቆ እንግሊዛዊት ክለብ ኒውካስትል ዝኾነ ጸዓዱ ደገፍቱ ከይተረፉ ባንዴራ ኤርትራ ክም ዘንበልብሉ ዝገበረ ጅግና እንታይ ይብል ስሚዕና መደብና ክንዓጹ ኢና። ወትሩ ኣወት ንሓፋሽ። ድገመሎም። ወትሩ ኣወት ንሓፋሽ። ድገመሎም።
ወትሩ ኣወት ንሓፋሽ። ዓወት ንሓፋሽ! ደቂ ሪመይ ሃገር ኣብ ልምዓት እያ ዘላ ህዝቢ ኤርትራ ኣብ ልምዓታዊ መደባቱ እዩ ዝነጥፍ ዘሎ።

ኩቡራትን ኩቡራንን ተኻታተልቲ ፍልፍል ቲቪ ክሳብ ብኻልእ ቪድዮ ዝምለሰኩም ደቂ ሪመይ ጠጥዑሙ ሰሰናዩ ጠጥዑሙ ንዑሱባት ውድቀት ውሁድ ቅኒት ንሃገራዊ ክብረት ዘልኣለማዊ ዝኽሪ ንሰማእታትና ወትሩ ዓወት ንሓፋሽ።
ፍልፍል ቲቪ